ሓንቲ ግዜ ምስ ትጸልኣካ እዩ ኩሉ ነገር ዝጅመር ክትጸልኣካ ከላ ምንዓቅ ትጅምር ክትጸልኣካ ከላ ናትካ ክብሪ ፍጹም ኣይረኣያን ዝገበርኻ ተገበርካላ ብፍቅሪ ኢላ ኣይትኣምንን ኣብ ዝኾነ ግዜ ካባኻ ዝበልጽ ወዲ ምስ ረኸበት ገዲፋትካ ንኽትኸይድ እያ ትጽበ ወይ ውሽጣ ስካዕ ዝቆርጸላ ኣብ ዝኾነ ሰዓት ጸጸት ምንታይ ከይስምዓ ጣዕሳ ምንታይ ከይወልደላ ገዲፋትካ ምኸደ ሕማቅ ነገር ምንታይ ከይስምዓ ኢላ እያ ትጽበ እምበር ሓንቲ ግዜ ተጸልያትካ ጓል ዝገበርካ ተገበርካ ክትምልስ ኣይትኽእልን። ስለዚ እዞም ክጸልእካ ዝገብሩ ነገራት ሎማዓንቲ ነጥብታት ኣልዒለ ክነግረካ እየ። ስለዚ እዞም ክጸልእካ ዝገብሩ ነገራት ሎማዓንቲ ነጥብታት ኣልዒለ ክነግረካ እየ። ቅድሚ ሕዚ ከይፈለጥኻ እንድሕር ትገብሮም ኔርካ ኮንካ ካብ ሎማዓንቲ ተማሃር ኣቋርጾም። ነብስኻ ኣትሊስት ንዒቓትካ ከይትኸይድ ውሽጥኻ ኣመሓይሽ። እንድሕር ጌርካዮም ዘይትፈልጥ ኔርካ ኮንካ ድማ ካብ ሎማዓንቲ ፍለጥ ፍጹም ኣብ ቅድሚ ጓል ከይትገብሮም ከይትጸልእካ ከይተሕስረካ ከይትንዕቀካ ብኡ ኣቢላ። ንዘይትፈልጡኒ ሰናይት እየ ቻናለይ ሕዚ ሰብስክራይብ ግበሩ ኩሉ ግዜ ሶኑይ ረቡዕን ዓርብን ስለ ዘይተርፍ ንፍቕራዊ ሂወትካ ከጎልብትልካ ዝኽእሉ ሓደሽቲ ሓሳባት ስለ እትወስድ ሕዚ ሰብስክራይብ ግበር ኢኻ። ጓል ክትጸልእካ ካብ ዝገብሩ ምኽንያታት ሓደ እንድሕር ደኣ ትፎክስ ኮይንካ እዩ። እዚ ቃል እዚ ክትዛረቦ ከለኹ ክፉእ ወይ ሕማቕ ክመስለካ ይኽእል እዩ ግን ርግጸኛ ኮይነ ክነግረካ ጓል ኩሩዕ ወዲ እያ ትፈቱ ብዙሕ ዘየጸልል። ኩርዕ ዝብል ውሕድ ነገር ዝዛረብ ብዙሕ ነገር ዝሰምዕ ካብ ምዝራቡሲ ብተግባር ዘርኣ ወዲ እያ ትፈቱ እንድሕር ኩሉ ግዜ ትፎክስ እንድሕር ኩሉ ግዜ ትቐልል ምስ ሰባት ክተፋልጠካ ከላ ከም ጓል እንድሕር ደኣ ኣክት ትገብር ኮይንካ ብዙሕ ፍልጦኻ በቃ ምስ ብዙሕ ሰብ እንድሕር ደኣ ኮይኑ ሰብ ዘይትመርጽ ዓይነት ሰብ ተኾይንካ ቀስ ብቐስ ናናዓቐትካ ትኸይድ ናጸለእትካ ትኸይድ ከም መጀመርያ መሲልዋ ዝጀመረቶ ፍቕሪ ትኽክል ከም ዘይኮነ ንነብሳ እያ እናተናገረት ትኸይድ ኣብ ልኾነ ሰዓት ገዲፋትካ ከም ትኸይድ ብልባ ርግጸኛ እያ ግን ምሳኻ ትጸንሕ የፍቅረካ እየ እናበለት ማለት እዩ ካሊእ ድማ ጓል ክትጸለካ ካብ ዝገብሩ ነገራት ጠንካራ ተዘይኮንካላ እዩ እዚ ኩልኹም ትፈልጥዎ ኢኹም ብገንዘብ ናጎልበትካ እንድሕር ዳለይ ትኸይድ ኮይንካ እዩ ናይ ቀጻሊ ሂወትኩም ብገንዘብ ካብ ምጉልባት ሓሊፍካ እቲ ዘለካ ገንዘብ ናብ መዝመዝካ እናጣፍኣኻ እንድሕር ትውዕል ቁምነገር ዝበሃል እንድሕር ደኣ ለይትርኢ ኢልኻ ኮይና መጻኢ ሂወታ ዝጸልመተ እዩ ዝመስላ ምሳኻ ክትቅጽል ኣይትኽእልን ምቕጻል ገለ ግደፎ ዋላ ኣብታ ሕዚ ዘላ ሂወትኩም ባዕሉ ክትንዕቐካ ክትጸልእካ እያ ትጀምር ምዚ ሰብ እዚ ሲ እንታይ ዓይነት ሂወት እዩ ክህልወኒ ኢላ ትሓስብ እሞ ኣብ ዝኾነ ሰዓት ገዲፋትካ ከም ትኸይድ ካሊእ ወድና ኣለልፈት ትጸንሕ ልዕሌኻ ወይ ድማ ክወዳደረካ ልኽእል ወዲ ክህሊ ከሎ ብጎኒ ናብ ጉዕት ትጸንሕ ኣብ ልኾነ ግዜ ገዲፋትካ ትኸይድ ማለት እዩ ስለዚ ጠንካራ ኩን ብገንዘብ ጉልበት ኩን እዚ በቃ ለሎ ሓቂ እዩ ማንም ሰብ ክኽሕዶ ለይኽእል ዋላ ንስኻ ገንዘብ ዘለዋ ጓል ተግኒኻ ኣይትጸልለን ጽቡቕ እዩ ንዓኻ እሞ ድማ ብጓል ክኸውን ከሎ ወዲ ከምዚ ፕሮቫይደር እዩ ከምዚ ሶርስ እዩ ከምዚ ሊደር እዩ ገለ ይበሃል ከምዚ ዓይነት ወዲ እያ ናብ ሂወታ ክትኣትየላ ትደሊ ሽሕ ይሃልዋ ልዕሊኣ ዝሃለወ ወዲ እያ ትመርጽ ሽሕ ብዙሕ ነገር ጀግና ትኹን ልዕሊኣ ዝጠንከረ ወዲ እያ ትመርጽ እና እንድሕር ትሕቲኣ ኮንካ ክትቕጽሉ ትኸሉ ኢኹም ግን ናጸላኢትካ ናንዓቐትካ እያ ትኸይድ ወድነትካ ኣብዛ ጓል እዚኣ ክምስከር ኣይኽ እቲ ሳልሳይ ድማ ጓል ክትጸልእካ ትኽእለሉ ምኽንያት እንድሕር ድኣ ብቐሊሉ ትርከብ ወዲ ኮንካ እዩ ምስ ልረኸሰ ምስ ልወረደ ንክላሳ ክምጥን ለይኽእል ወዲ እም ኣብ ጎና ሃም ለለ ወይ ፍቅረኛይ ኢላ ሃም ለሓዘት እዩ ልስምዓ ሃም ለይምጥና እዩ ልስምዓ። ምስ ኩለን ኣጓላት ትራኸብ ምስ ኩለን ኣጓላት ርክባት ትጅምር ምስታ ሓንቲ ቤተሰብ ምስታ ሓንቲ መሳርሕተይ ምስታ ሓንቲ ጓል ክላሰይ ምስታ ሓንቲ ቤስት ፍሬንደይ ናበልካ ትቀራረብ እንድሕር ደኣ ኮይንካ ምስ ልወረደ ወዲ ሃም ለላ እዩ ልስምዓ። ስለዚ መጻምድኻ ከይትጸልእካ እንድሕር ደኣ ትደሊ ኮይንካ ምስ ኣጓላት ርክብ ኣይትመስርት ወይ ድማ ውዕለኻ በጓላት ዝተዓብለለ ወይ ዝተኸበበ ከም ዝኾነ መጺኻ ኣይትንገራ ወግዕካ ኩሉሲ እከለ ርኢኽያ ምስ እከለ ከምዚ ኢልና በቃ ምስ ኣጓላት ድዩ ውዕሉ እያ ትብል ትንዕቀካ ትጅምር እንታይ ኩሉ ግዜ ብዛዕባ ኣጓላት ጥራሕ ዝዛረብ እንታይ ኩሉ ግዜ እዚ ዝብል በቃ ወግዕካ ብምሉኡስ ናይ ጓል ይኸውን እና እናነዓቀትካ እያ ትኸይድ። ምሳይ ለሎ ወድስ ብቐሊሉ ኩለን ኣጓላት ክረኽበኦ ልኽእላ ዓይነት ወዲ እዩ ኢላ ክትሓስብ ትኽእል። ከም ወዲ ክትረኣይ ኣይትኽልን። ምስ ወዲ ስለለይትውዕል ወድነት ክተመስክረላ ስለለይከኣልካ ወድነትካ ክረኣይ ኣይኽእልን። እዚ ድማ ንክትጸልኣካ እዩ ዝገብር። ኻሊእ ጓል ክትጸልኣካ ዝገብርዋ ምኽንያታት ዘይትድንግጸላ እንድሕር ደኣ ኮይንካ እዩ። ከም ዓባይ ቁምነገር እንድሕር ደኣ ለይትርእያ ኮይንካ እዩ። ሕዚ ገለ ገለ ውዳት ኣለኹም፣ ኩለኹም ማለተይ ኣይኮነይ ግን ሓደ ሓደ ውዳት ኣለኹምሲ ናታ ምብካይ ንዓኻ ምንም ማለት ኣይኾንይ ናበኸየት ውዒላ ናበኸየት ሓዲራ ለይደወልኻላ ቼክ ዘይገበርካያ ለይቀበርኻያ ይቕረታ ለይሓተትኻያ ክትቀሪ ከለኻ ልባ ይድንግጽ እዩ ታርካን ሃምልኾንካ እዩ ልስምዓ እዚ ሕዚ ተርእያ ዘለኻ ጭካነ ጽባሕ ንግሆ ከምዝገዝፍ ክመሓየሽ ለይኽእል ጨካን ርጉም ወዲ ሃምልኾንካ እዩ ክስምዓ ልገብር ናጸለኣትካ ትኸይድ እቲ ዝነበራ ውዑይ ፍቕሪ ትኩስ ፍቕሪ ግሁል ፍቕሪ ቀስ ብቀስ ከም በረዶ ናዝሓለ እዩ ዝኸይድ እና እቲ ዝነበረ ውዑይ ፍቅሪ ትኩስ ፍቅሪ ዝገሃለ ፍቅሪ ቀስ ብቀስ ከም በረዶ ናዝሓለ እዩ ዝኸይድ ፍቅራ ንክጠፍእ ዝገብር ነገር እዩ ጨካን ኣይትኹነላ ራህርህላ ናይ ግድን ኣይኾነ እኮ ኣብ መንጎ ፍቅራት ሲ ሓዲኡ ናይ ግድን ይቅርታ ክሓትት ኣለዎ ማለት ኣይኾነ ይቅርታ ከይተሓታተትካ እውን ብኡቢልካ ፍቅርካ ትቅፅለሉ መንገዲ እዩ ኣብ ኩሉ ነገር ኣይካበድን ኣብ ኩሉ ነገር ሕማቅ ነገር ኣይውሰንን ብኩሉ ነገር ነንሕድሕድካ ኣይጨካኸንን ብኹሉ ነገር ናይ ግድን ክትበኣስ ኣለካ ማለት ኣይኮነን። ብኹሉ ነገር ሃዲኡ መፁ ናይ ግድን ይቅርታ ክሓተካ ኣለዎ ማለት ኣይኮነን። ፍቅርኹም እንድሕር ልዓቢ ኮይኑ ኣብ መንጎኹም ለሎ ስምዒት ክጉልብት እንድሕር ደኣ ኮይኑ በናእሽተይን ከበድትን ነገራት ዘይትጨቃጭቁ ከምዚ ዘይትጨኻኸኑ ዓይነት ሰባት ምስ ትኾኑ እዩ። ካብኡ ሓሊፍካ ግን ኩሉ ግዜ ትጭቕጭቃ፣ ኩሉ ግዜ ትጭክነላ፣ ናይ ግድን ይቕረታ በልኒ በሃሊ ተኾይንካ ናበኸይት እንድሕር በቃ ምንም ለይመስለካ እንድሕር ደኣ ኮይኑ ትኹረት ለይትህባ ወዲ ተኾይንካ ንኸዚ እቲ ንብዓታ እምበር ኣብ ልኾነ ሰዓት ንብዓታ ይትረፍ እሞ ፍቕራ እውን ናብ ዜሮ ዝወርደሉ ዕድል ልዑል እዩ ዝሓወይ ስለዚ ጨካን ኣይትኹነላ ምእንታን ልባ ብኣኻ ከይድ እቲ ናይ መወዳእታ ጓል ክትጸልኣካ እትኽእለሉ መንገዲ ልነግረካ ድማ ንስምዒትካ ግልጺ እንተለይኮይንካ ሐዚ ፍቕርኻ ክትገልጽ እትሓፍር ፅቡቕ ነገር ተሰሚዕካ እናሃለየ ንምጥያቕ እትስከፍ ዓይነት ወዲ እንድሕር ደኣ ኮይንካ ኣብ ቅድሚያ ከክንዲ ፅቡቕ ነገር ምዝራብ ከክንዲ ፅቡቕ ነገር ከክንዲ ናብ ፅቡቕ ነገር ምምራሕሲ ንሓፈካሳ ክትምራሕ እካ እንድሕር ደኣ ትገብር ኮይንካ ሙሉእ ብሙሉእ እዩ ወድነትካ ልጠፍኣ ሽሕ ግዜ ጓል ብውሽጣ ብዙሕ ድሌት ዋላ ተሃለዋ እመን ኣይትእመን ክነግረካ ልደሊ ዋላ ደፋር ትኹን ዋላ ብኮንፊደንስ ልተሃነፀት ትኹን እቲ ወዲ ክምራሕ እያ ትደሊ ኩሉ ግዜ እስኻ ሓፋር እስኻ ተስኮርማሚ እስኻ በቃ እንድሕር ከምዚ ዓይነት ባህሪ ተሪኣ ኮይንካ ትንዕቀካ ትጸልኣካ ኣብ ዝኾነ ግዜ ገዲፋትካ እንዳውም ግዜ ምጽባይ የድለ ከምዚ ዓይነት ባህሪ እንድሕር ዳሃሊካ ኣይትጽበየካን ገዲፋትካ እያ ትኸይድ ቅልጥፍ ኢላ ክትንዕቀካ እውን ዝገብር ነገር እዩ ጓል መሲልካ ስለ ትረኣያ ማለት እዩ ስለዚ ዘንዚ ነገር ኩሓ ነጥብታታት ክሕሰን ቅድሚ ጓል ፍጹም ከይተርእየ። ሕዚ ውን እዚ ኩሉ ምኽንያታት ዝነግረካ ዘለኹ ብሰበይትካ ልተኸበርካ ወዲ እንድሕር ድኣ ኮይንካ ኣብ ደገ ማንም ስለ ለኽብረካ እዩ። ብሰበይትካ እንድሕር ሕጉስ ኮይንካ ሰላማዊ ልኾነ ፍቕራዊ ሂወት እንድሕር ድኣ ሃልይካ ምስቲኣ ምስቲኣ ሓዱሽ ርክባት እናመስረትካ ውሽጥካ ንክቆስል እንድሕር ለይትገብር ኮይንካ ጥራሕ እዩ ካልኦት ሂወትካ ልስተኻኸለልካ። እዞም ዝነግረካ ዘለኹ ነጥብታት ካብ ልብኻ ትግህ ኢልካ ብቁምነገር እንድሕር ድኣ ሪኢካዮም ኮይንካ በርግጸኝነት ዝጠቕሙኻ እታ ጓል ንከይትጸልእካ ዝገብሩ ነገራት እዮም ዝሓወይ ጓል ንክትጸልእካ ወይ ንክትፈትወካ ጥራሕ ለይኮነሲ እቲ ዋና ነገር ሂወትካ ብሰላማዊ መንገዲ ንክቕጽል ምእንታን እዩ። እዚ ሓሳብ እዚ በዘን ነጥብታት እዚኣተን ጥራሕ ልሽፈን ወይ ልውዳእ ኣይኾነይ ካልኦት ብዙሓት ሓሳባት ኣልዒልና ክንነጋገር ኢና። ኣብ ቀፃሊ ማለት እዩ። ንሎሚ ግን ከይነውሐና ምእንታን ኣብ ዝኣኽለና ንቻናለይ ሓድሽ እንድሕር ዳኣ ኮይንካ ቻናለይ ሰብስክራይብ ከይገበርካ ከይትወፅእ እንድሕር ዳኣ ዝግበኣኒ ኮይኑ እንድሕር ክጠቕሙኻ ዝኽእሉ ሓሳባት ወሲድካ ኮይንካ ማለት እዩ። ላይክ ክኸውን ልግበኒ እንድሕር ዳኣ ኮይኑ እዛ ቪድዮ ላይክ ምግባር ከይትርስዓ ኢኻ። ኣብ ቀፃሊ ምእንታን ክንራኸብ ንሎሚ ግን ሰላም።